ሰላም ከመይ ኣለኹም ክቡራት ተኸታተልቲ መንገዲ ዓወት ኣነ እግዚኣብሔር ይመስገን ሰላም ኣለኹ ንሎማዓንቲ እምበኣር ናይ ባዕርስና ቴሌግራም ቻነል ብቐሊሉ ከመይ ጌርና ከም እንፈጥር ሓደ ብሓደ ግልፂ ብዝኾነ ከርእየኩም እየ ስለዚ ምሳይ ፅንሑ ንመንገዲ ዓወት ቻነል ሓደሽቲ ዝኾንኩም ሰባት ኣብ ዩቱብ ብምእታው ቻነለይ ሳብስክራይብ ገርዎ ሳብስክራይብ ንምጓር ዩቱብ ኣብዚ ኣብዚ ዩቱብ ንነከ እሞ ብቐጥታ ኣብዚ ኣብ ዘሎ ሰርች መግበሪ ንነክእ ብቐጥታ ኣብዚ መንገዲ ዓወት ዝብል ኣሎ መፀልኩም እዩ ቅድሚት ተዘይኮይኑ መንገዲ ዓወት ኢልኩም ወይ ብእንግሊዝኛ ወይ ከምዛ እዚኣላ ብእንግሊዝኛ ወይ ብትግርኛ ፅሒፍኩም ትረኽቦ ትኽእሉ እዮም ለዘብዚ እነከ እሞ ኣብ ዘሎ መንገዲ ዓወት ዝብል ናይ ባዕለይ ስእሊ ዘለዎ ሳብስክራይብ ዘብ ዝብል ኣብዚ ንነክእ ሓደሻ ኣብዚ ብምንካእ ስለዚ ቀፂልና ከዓ ኣብዚ ናይ ቢል ኣይከን ወይ ከዓ ናይ መደወሊ ወይ ናይ ደወል ምልክት ዘሎ ኣብዚ ንነክእ እሞ ኣብዚ ኦል ዝብል ኩሉ ንመርጽ ኩሉ ኣብ መንገዲ ዓወት ዝልቀቅ ቪድዮታት ምንታ ንክመጸልና ከማ ንገብር ማለት እዩ ለዚ ከምዚኣ ጌርኩም ሳብስክራይብ ትገብሩ ኣለኹም ማለት እዩ ብምቕፃል ናብ ቴሌግራምና ንኸድ ቴሌግራም ቻነል ክሬት ንምግባር መጀመርያ ናብ ምንታይ ኢና ንኣቱ ናብ ቴሌግራም ንኣቱ ማለት እዩ ናብ ቴሌግራም ምስ ኣተና ኣብ ትሪዎ ዘለኹም ናይ እርሳስ ምልክት ኣብዚ ኣይከን እዚ ንነክእ ሓንሳእ ብቐጥታ ኣብዚ ኣብዚ ኒው ግሩፕ ኒው ሴክሬት ቻት ኒው ቻነል ዝብል ኣሎ ስለዚ ኣብዚ ኒው ቻነል ዝብል ኣብዚ ንነክእ ማለት እዩ ድሕሪ እዚ ቻነል ንየም ኣብዚ ናይ ቻነልና ስም ነእቱ ማለት እዩ ስለዚ ኣነ ንኣብነት መንገዲ ዓወት ክብለ እዩ ኢልየ ኣለኹ ከብዲ መንገዲ ዓወት ክልተ ሽሕን ዕስራን ወላ ክብሎ ኣብዚ እሺ ካብኡ ኣብዛ ዲስክሪፕሽን ከዓ ዝኾነ ነገር ንብል ማለት እዩ ኣብዚ ሰባብ ዝኾነ ንፅሕፍ ማለት እዩ ናይ ባዓርስና ብዛዕባ ቻነልና ግዜ ንምቁጣብ ኣብዚ ቻነል እዚ ናይ መንገዲ ዓወት ዩቱብ ቻነል ዝልቀቁ ቪድዮታት ለቀልኩም እየ ስለዚ ኢላ ኣብዚ ዝኾነ ነገር ክብ ማለት እዩ ዩን ፕሮቫይድ ኣን ኦፕሽናል ዲስክሪፕሽን ፎር ዩር ቻነል ስለዚ መግለፂ ብዛዕባ ቻነልና ኣብዚ ንቐምጥ ማለት እዩ ደስ ዘበለና ማለት እዩ ስለዚ ብምቕጻል ኣብዚ ናይ ካሜራ ስእሊ ወይ ከዓ ናይ ፎቶ ቅርፂ ዘለዎ እዚ ኣብዚ ክሊክ ንገብር እሞ ወይ ከዓ ንነክእ ካብ ኣፕሎድ ፍሮም ጋላሪ ዝብል ኣሎ ኣብዚ ደስ ዝበለና ንመርፅ ስለዚ እዚ መሪፀ ኣለኹ ደስ ዝበለና ድሮ ንገብሮ ዘን ኣብዚኣ ንነክእ ስለዚ ናይ ቻነለይ ፕሮፋይል ፒክቸር ኣቐሚጠ ኣለኹ ማለት እዩ ብምቕጻል ኣብዚ ኣብዚ ራይት ምልክት ኣብዚ ጥቡቕ ማለት እዩ ኮኔት ይገብር ኣሎ ንእሽተይ ጠቆስ ይኽእል እዩ ስለዚ ቻነልካ እንታይ ዓይነት ቻነል ኮንልካ ፓብሊክ ቻነል ዶስ ፕራይቬት ቻነል ዝብል ኣሎ ስለዚ ፓብሊክ እዩ ፓብሊክ ቻነል ኣብዚ ኣብዚ ፓብሊክ ንብሎ ማለት እዩ ፕራይቬት ይደልና ከዓ ፓፕሊክ ማለት ኩሉ ሰብ ዝሪኦ እዩ። ፕራይቨት ቻነል ተኮይኑ ግን ብሰባት ወይ ብሊንክ ሰባት ኢንቫይት ምጋር ኢና ንዕድም ንኽእል ማለት እዩ። ፓፕሊክ ተኮይኑ ግን ማንም ሰብ ሰርች ገይሩ ዝረክቦ ማለት እዩ። ለዘብዚ ኣብዚ ሊንክ ኔም ከዓ ዝኾነ ነገር ነእቱ ማለት እዩ። ንኣብነት ዓወት ክብለ እየ እዚ ማለት እዩ። ዓወት እስራ እስራ ስለዚ ኣብዚ ሊንከይ ማለት እዩ ክሬት ገይረ ኣለኹ ብምቕፃል ኣብዚ ራይት ክሊክ ንገብር ማለት እዩ ስለዚ መንበር ከ ነንመይና ክንገብር ንኽእል ካብዚ ንመርፅ ማለት እዩ ናይ ቻነልካ ትዕድም ሳብስክራይበራት ማለት እዩ ኣብዚ እንታይ እዩ ባዕልኻ ኢኻ ትዕድሞም ድሓር ብዓርሶም ቀጢሎም እውን ሳብስክራይብ ክገብሩካ ይኽእሉ እዮም ግን ኣብዚ ዝኾነ ነገር ከምዚ ጌርና ንመርፅ ማለት እዩ ብዙሕ ደስ ዘለና ንመርፅ ንኽእል ኢና ስለዚ ኣብዚ ብምቕጻል ኣብዚ ኣረው ዝምልክት ኣብዚ ክሊክ ንገብር ስለዚ መንገዲ ዓወት 220 ዝብል ቻነል ክሬት ገይረ ኣለኹ ማለት እዩ Hello everybody ኤቨሪባዲ ለፂፈ ኣለኹ እዚ ስለዚ ጀሚረ ኣለኹ ባዕለይ ደስ ዝበለኒ ብዛዕባ ናተይ ኣብ ቻነል ከመሓላልፎ ዝደለኹ ነገራት ኣብዚ ኢለካ ማለት እዩ ስእሊ ብቪድዮ መልክዕ ይኹን ብፅሑፍ መልክዕ ይኹን ብስእሊ መልክዕ ይኹን ስለዚ ከምዚ ጌርና መንገዲ ዓወት 220 ዝብል ቴሌግራም ቻነል ክሬት ገይረ ኣለኹ ማለት እዩ ስለዚ ኣብ ዘሎ ትሪእዎ ኣለኹም ኣብ ዘሎ ሰባት ከዓ ብቐሊሉ ብሊንክ መልክዕ ክረኽቡ ይኽእሉ እዮም ማለት እዩ ዝኒ ከምዚ ጌርና ኢና ናይ ባዕርትና ቻነል ክሬት ንገብር ማለት እዩ ንምክታልኩም የመስግን ላይክ ሸር ምግባር ከይትርስዑ የቐንየለይ ቻው